ሰላም ፍትዋትን ክብራንን ናይ ቻናለይ ክብራት ተከታተልተይ ከመይ ዊዕልኩም ኩሉ ሰላም እግዛብሄር ይመስገን ኣነ ሰላም እየ ንስካትኩም እውን ከምቲ ኣነ ሰላም ዘለክዎ ሰላምኩም ብዝሕ ተረፍ ይበለለይ ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻእኩም ማለት እዩ ንሎማዓንቲ ሒዘልኩም ዝመጻእኩ ቪድዮ ከዓ ሚእትን ኣርባዓን ካሬ ክንደይ ክፍሊ የስርሐና መስርሑ ኢካ ክንደይ ገንዘብ ይኣክለና ኢልኩም ዝሓተትኩም ነርኩም በታ ዝፈልጣ መሰረት ክመልሰልኩም መጽኤ ኣለኹ ማለት እዩ እና ከምቲ ልሙድ ናብዛ ቪድዮ ክትኣትዉ ከለኹም ላይክ ምግባር ኣይትረስዑ ሼር ምግባር ትኽእሉ ውን ሼር ናብ ዩትዩብ ናብ መሓዝትኩም ናብ ኣሕዋትኩም ማለት እዩ ሼር ግበሩ ሰብስክራይብ ዘይግበርኩም ውን ናይ ዶራ ምልክት እናተፀዓንኩም ሰብስክራይብ ጌርኩም ተቐላቐሉ ማለት እዩ እዚ ማለት ኩሉ ግዜ እንሰርሖ ቪድዮ ተሎ ይመፀኩም ኣለ ማለት እዩ ካልእ ኣይኮነን እና እዚኣ እናበልኩ ማለት እዩ ክብራት ኣሕዋተይ ሚእትን ኣርባዓን ካሬ ክንደይ ክላስ ይስራሕ እንተይልና ሚእትን ኣርባዓን ካሬ ማለት ዓሰርተ ብዓሰርተ ኣርባዕተ እዩ ዝመፅእ ዓሰርተ ብዓሰርተ ኣርባዕተ እንድሕር ደኣ መፂኡ ክንደይ ክላስ ይስራሕልና እንተይልና ንኣብነት ሰርቪስ እንድሕር ተስርሕዎ ሰርቪስ ማለት በቃ ብቆርቆሮ ዝኽደን ኣብ ላዕሊ ዘይህደም ማለት እዩ። ኣብ ላዕሊ ምንም ኣይህደምን፣ ግን ሰርቪስ ብቆርቆሮ ዝኽደን ከምቲ ትርእይዎ ዘለኹም ኣብቲ ምስሊ እዚ ኤል ሽፕ እዩ። ክንደይ ካሬ እዩ ብዘይግድስ ግን ኤል ሽፕ እዩ ሰርቪስ እዩ ብቆርቆሮ እዩ ተኸዲኑ እኒሀ እና ኤል ሽፕ ማለት ክትፈልጥዎ ዘለኩም ከምዚ ዓይነት ቅርፂ ዝሓዘ እዩ ማለት እዩ ብኤል ሽፕ ዝስራሕ ገዛ ብጣዕሚ ቆንጆ መልክዑ ኩሉ ነገሩ ቆንጆ ዲዛይኑ ብጣዕሚ ደስ ዝብል እና ማለት እዩ ያው ከም ድሌትኩም ክትገብርዎ ትኽእሉ ኢኹም ግን ቆንጆ ግቢ ወይ ከዓ ቆንጆ መካበያ ስፍሕ ዝበለ ክህልወኩም እንተደሊኹም ሰርቪስ ሰርቪስ ተስርሕዎ ተኮይንኩም ሓዝ ካብ ሓሙሽተ ከላስ የስረሐኩም እዩ ያው ከምቲ ዝበልክኹም ዓሰርተ ብዓሰርተ ኣርባዕተ እዩ ንጎኒ ዓሰርተ ንቆሞት ዓሰርተ ኣርባዕተ እንድሕር ደኣ መፅኡ ሓሙሽተ ክላስ ብኤልሽብ መልክዑ ሓሙሽተ ክላስ ተስርሕዎ ትኽእሉ ኢኹም ሻርሸይቲ ሽንት ቤት ማለት እዩ ኣብ መደቀሲ ሽንት ቤት ጌርኩም ሓሙሽተ ክላስ ክኾነልኩም እዩ ፎቅ እንድሕር ደኣ ተስርሕዎ ግን ምናልባት ኣርባዕተ ክላስ ኣከባቢ እዩ ክኸውን ማለት እዩ ግን ብጣዕሚ ሰፋሕቲ እዩ ኣርባዕተ ክላስ ቆንጆ ሰፋሕቲ እዩ ሓሙሽተ ዘይኮነ ንምንታይ ተልኩምኒ ምናልባት ደረጃ ንላዕሊ መውፅኢ ፎቅ እንድሕር ዝስራሕ ኮይኑ ደረጃ ንላዕሊ መውፅእ የድልየኩም ኢና ግድና ንሱ ዓርሱ ዝኸኣለ ናይ ባዕሉ ክላስ የድልዮ እዩ ማለት እዩ ሓደ ሓደ ኣሰራርሓ ከምኡ እዩ ብዓድና ኣሎ ከም ዝተሰርሐ ማለት እዩ ንስኻትኩም ግን ያው ወይ ብሳሎን ድዩ ወይ ብመደቀሲ ድዩ ብድሌትኩም መውፅኢ ክትገብርሉ ትኽእሉ ኢኹም ግን ብናይ ባዕሉ መውፅኢ ተዝስራሕሉ ድማ ፅቡቕ እዩ ማለት እዩ እና ያው ሰርቪስ እንድሕር ትሰርሖ ግን ሓሙሽተ ክላስ ኣፀቢቑ የስራሐክን እዩ ቢያንስ ተንኢሱ ሳሎን ሓሙሽተ ሓሙሽተ ብሽዱሽተ መደቀሲ እውን ከምኡ ኣርባዕተ በርባዕተ ምስ ሽንት ቤቱ ክሽነ እውን ከምኡ ሰለስተ በርባዕተ ኣከባቢ እና ደግሞ ሰርቪስ እውን ከምኡ ኣርባዕተ ብሰለስተን ወይ ከዓ ምስ ክልተን ፈራዕን ገለስ ክኾነልክን እዩ ቆንጆ ክመፅእ እዩ ሓሙሽተ ክላስስ መካከለኛ ብዙሕ ሰፊሕ እውን ፀቢብ እውን ኣይበሃልን ሳሎን እና መደቀሲ ንእሽተን ስፋሕ ቢልክን ተኻልአት መካከለኛ ትገብሮ እትኽእላ ኢኽን ማለት እዩ እና ድሞ ነንሕድሕዱ ናይ ሚእትን ናይ ሚእትን ዒስራን በራንዳ ክህልዎ እዩ ሚእትን ዒስራን ማለት ብጣዕሚ ሰፊሕ እዩ ከም ትሪኦ ዘለኽን እዚ ቆንጆ በራንዳ ነንሕድሕዱ ክላስ በራንዳ እኒህዎ ኣብ ደገ ሻይ ቡና ትብላ ትኽእላ ቤተሰብ ክፃወት ክዕልል ይኽእል ብጣዕሚ ቆንጆ እዩ ማለት እዩ ነንሕድሕዱ በራንዳ ኣለዎ እዩ ብኤሌክትሪክ ክስራሕ ካለ እና ያው ናይ ግድን ገዛ ክኸውን የብሉን ወይ ከዓ ናይ ግድን ሰፊሕ መራ ክኸውን ኣየድልን ማለት እዩ። እዚ በራንዳ ባዕሉ ብጣዕሚ ቆንጆ እዩ፣ ቆልዑ ይፃወትሉ ከረምቲ ክኸውን ከለ ብላዕሊ ተሃዲሙ ወይ ከዓ ተኸዲኑ ስለ ዝኒሀ ፅቡቕ እዩ ናይ ቆልዑ መፃወቲ ወይ ከዓ ኮይንክን ትዝናንያ ንፋስ ወቕዓ ምናምን ኣብቲ ግቢ ከዓ ድሌትክን እንተደሌኽን እንስሳ ሌኽን ተርባሓሉ ብቻ ቆንጆ ግቢ ተናእሰ ሓሙሽተ ክላስ እና ናይ ሚእትን ዕስራን ነንሕድሕዱ ናይ ሚእትን ዕስራን በራንዳ ተጌርክናሉ ግቢ ቢያንስ ሸውዓተ ሸውዓተ ብኣርባዕተን ሓምሳን ወይ ከዓ ሸውዓተ ብሓሙሽተ ኣከባቢ ግቢ ወይ ከዓ ካንሸሎ ከልወክን እዩ ማለት እዩ ሸውዓተ ብሓሙሽተ ወይ ከዓ ሸውዓተ በርባዕተ ማለት ብጣዕሚ ሰፊሕ እዩ ተደሊኽን ካብ ደገ ዝመጽእ ጋሻ ወይ ከዓ ካብ ደገ ዝመጽእ ሰብ ሽንቲ ቤት ብደገ ክተስርሓሉ ትኽእላ ኢኽን። ተደሊኽን እውን እቲ ሓሙሽተ ክላስ ናይ ጋሻ ብኣበል ድዩ ወይ ትካረየ ዲኽን ወይ ከዓ ካልእ ካልእ ትገብሮ እሞ ክሽነ ብደገ ትሰርሓ ትኽእላ ኢኽን። ኣፅብ ኣቢልክን ቆርቆሮ ብቆርቆሮ ወይ ከዓ ኖርማል ብቻ ግን ከምቲ ካልእት ክላስ ፀቢእክን ዘይኮነስ ያው ንክሽነ ዝኸውን ብደገ ወይ ከዓ ናይ ኣቑሑት መሕፀቢ ብቻ ካስራሐክን እዩ። መኪና ውን ኣጸቢቁ ክኣምጥ እዩ ምክንያቱም ሸውዓተ በርባዕተ ብጣዕሚ ሰፊሕ እዩ ማለት እዩ እና እስካብ ሓሙሽተ ክላስ የስርሓክን እዩ ሰርቪስ ተኮይኑ ፎኦ ተኮይኑ ከዓ ኣርባዕተ ጽቡቅ ገፋሕቲ ከስርሐክን እዩ ኣነ ከምኡ ጀሚረ ስለ ዘለኹ ኢትን ኣርባዓን ካሬ ማለት እዩ እና ያው ከምዚኣ ትመስል ኤልሽፕ ኣሰራርሑ ጥቕሙ ከዓ ብጣዕሚ ቆንጆ ብኤልሽፕ እንድሕር ተሰሪሑ ነንሕድሕዱ ክላስ ሓሙሽተ ክላስ ተኮይኑ ሓሙሽተ ክላስ ናብቲ ግቢ እዩ ብግቢ ትወፃ ትኣትዋ ኣኸን ወይ ከዓ ወሰን ፅርግያ ተኮይኑ ብደገ እውን ደገ በሪ ብውሽጢ እውን ደገ በሪ ትገብራሉ ኢኸን ንሸቕሉ ወይ ከዓ ንሓደ ሓደ ነገር ድንኳን ክተውፃ ይረድአክን እዩ ማለት እዩ ክቢ ተኮይኑ ብክቢ እንድሕሪ ስራሕ ኮይኑ ገዛ ግን ምናልባት ሓደ ሓደ ክላስ ብመረባ ጌርክን ዘይክትኣትዋሎ ትኽእላ ኢኽን እዚ ሕዚ ትሪኦ ዘለኽን ክላሳት ነንሕድሕዱ ብደገ ደገ ኣፊት ወይ ከዓ በሪ እኒሄዎ ማለት እዩ እዚ ማለት ኣጋጣሚ እቲ ዝሰራሕክንዮ ገዛ ናብ ካልእ ዓዲ እንድሕር ከይድክን ወይ ዓድዋ እንድሕር ትነብራ ናብ መቐለ እንድሕር ከይድክን ናይ ግድን ክተካርዮ ኢኽን እና ነንሕድሕዱ ክላስ ብመረባ ብግቢ ዝኣቱ መካብያ እቲ እንታይ ዝበሃል በሪ እንድሕር ድኣልዎ ሓሙሽተ ክላስ ሓሙሽተ ሰብ ክካርዮ ይኽእል። ን ብዝዓቕሞም ማለት እዩ እና ኤልሽብ ነዚ እዩ ዝጠቅም ነናይ ባዕሉ በሪ ብመረባ ዘእቶ በሪ ኣለዎ እዩ እና ንዝካረ ሰብ በብዓቕሙ ይካረ እዩ ንከምዚ ብጣዕሚ እዩ ዝጠቅም ማለት እዩ ክብራት ኣሕዋተይ እና ያው በርሄልክን ክኸውን ተስፋ ይገብር ብታ ዝኸኣልክዋ እየ ሰሪሐያ ግን ኤልሽብ ማለት ከምዚ ብጣዕሚ ቆንጆ ከፅብቕ ትሪኦ ኣለኽን ነንሕድሕድ በራንዳ ኣለዎ በራንዳ ብጣዕሚ እየ ዝፈቱ ካብቲ ገዛ ውሽጢ ኣብ ደገ ኮይንካ ምስ ጎረቤት ድዩ ገለ ተዕልል ቆልዑ እውን ይፃወቱ ከምኡ ማለት እዩ ተደላሕን ከዓ እዚ ወሰና ወሰን ናይቲ በራንዳ ብረት ነገር ጠጠው ተብላሉ እሞ ንእሽተን ቆልዓ ድዩ ገለ ንደገ ከይወፅእ መዕፀዊ ትገብራሉ ማለት እዩ እና ብጣዕሚ ደስ ዝብል ኣሰራርሕኡ ከምቲ ትሪኦ ዘለኽን ማለት እዩ እና ማለት እዩ ክብራት ኣሕዋተይ ላይክ ሸር ሰብስክራይብ ግበሩ ደስ ኢልኩም ተበሪህልኩም ክኸውን ተስፋ ይገብር ቄር ዘለኩም ነገር ተልዩ ወይ ከዓ ካልእ ከጠይቐልኩም ካልእ ቪድዮ ክሰርሐልኩም ትደልዩ ሓሳብ ኣስተያየትኩም ኣብ ኮሜንት ፀሓፍለይ ብካልእ ቪድዮ እስካዓ ዝምለሰኩም ብዘለኹምዎ ሰላምኩም ይብዝሐለይ ብጣዕሚ እየ ዝፈትወኩም ኩራት ኣሕዋተይ ባይ ባይ